ዛንታ ኣብነታዊ ዶሊ ፓርተን ብኸፊሉ ጆሊን እተሰሜት ጣዕሚ ዜማ እንግሊዘኛ ኣብ ሃገር ኣሜሪካ ዳርጋ ከም መዝሙር ብምድግጋም ዝተሰምዐትን ናብ መላእ ዓለም ልሒማ እውን ሽም ህብብቲ ድምፃዊት ዶሊ ፓርተን ሰማይ ዘዕረገትን ኣዝያ ፍትውትን መቀርትን ደርፊያ እዛ ደርፊ ኣብ መፈለምታ 1974 ዝተዘየመት ኮይና ኣብ ሓቀኛ ታሪኽ እታ ድምፃዊት ዝተመስረተትን ልቢ ብዙሓት ዝተንከፈትን ሓቀኛ ፍቕሪ ዝሕላገታ ብግዜ ዘይትሰዓርን ፍቕራዊት ደርፊ እያ እዛ ደርፊ ዛጊቱን ኣብ ሰደቓ ሙዚቃ ኣሜሪካን ዓለም ለኻዊ ቢልቦርድ ሙዚቃን ብተደማፅነትን ብተፈታውነትን ብዝያዳ ብምሻጥን ምስቶም ኣብ ቅድሚት ዝተቐመጡ ብዘመን ዘይሰዓሩ ዘመን ተሳገርቲ ኣብ ዝበሃሉ ደርፍታት ተቐሚጣ ትርከብ። ዛንታ እዛ ደርፊ ብኸምዚ ኣገባብ ይጅምር። ሓደ መዓልቲ እዩ። እዋኑ ክራማት እዩ። ዝሕልሕል ዝበለ ኩነታት ኣየር ኣብ ዝነበረሉ እዋን ድምፃዊት ዶሊ ፓርተን ጓል 26 ዓመት ንእስቲ ኣብ ዝነበረትሉ እዋን ብልብን ተፍቅሮ በዓል ቤታ ኣብቲ ንሳ ስራሕትታት ተቕርበሉ ዓብዪ ለይታዊ ትልሂት ክዕደም ገይራ ኣብዚ ግዜ እዚ ሰብኣያ ካርል ቶማስ ኣብ ማእኸል እቲ ዕዱም ህዝቢ ኮይኑ ምስ ሓንቲ ኣዝያ ምልክዕቲ ሰራሕተኛ ባንክ ዝኾነት ጎርዞ ክኳሸም ብዓይና ኣብ መድረኽ ኮይና ቦክስ ኪታራ ሒዛ እናደረፈት እናሃለወት ተዓዚባቶም እታ ጎርዞ ብልክዕ ኣዝያ ምልክዕትን ቀልቢ በዓል ቤታ ካርል ቶማስን ቀልቢ ኣብቲ ኣዳራሽ ዝነበሩ ንኡሳንን ከም ዝወሰደት ክትርዳእ ዶሊ ግዜ ይወሰደላን እታ ጎርዞ ግን ብዝያዳ ምስ ካርል ቶማስ ተመሲጣ ትፃወት ከም ዝነበረት ዶሊ ኣስተባሃለት ካብዚ ቀፂሉ እውን ጆሊንን ካርልን ክሳዕ ምልውዋጥ ኣድራሻ በጺሖም እዮም በዚ ኹነታት ልባ ዝተሰብረ ዶሊ በዓል ቤታ ካርል ነታ ኣዝያ ምልክዕቲ ጆሊን ከም ዘፍቀራም ካብ ኩነታቱ ተረዲኣላ ኣብቲ እዋን ንበዓል ቤታ ካርል ብልቢ ተፍቅሮ ዶሊ ኣዝያ ከም ዝተጐድአትን ብቕንኣት ጣዕ ከም ዝበለትን ህይወታውን ከም ዝጸልአትን ኣብ ሎሚ ኾይና ዓሰርተታት ዓመታት ንድሕሪት ተመሊሳ ትዝክር። እዚ ፍጻመ ኣብ ህይወት ዶሊ ብፍላይ ኣብ ፍቕራዊ ህይወታ ብፍጹም ዘይርሳዕ ፍቕራዊ ዛንታኣ እዩ በዚ ጉዳይ ምስ በዓል ቤታ ኸይትጓነጽን ነቲ ብልቢ እተፍቅሮ ካርል ከይትስእኖን ዝሰግአት ዶሊ ብቋንቋ ሙዚቃ ምስ ሙዚቃ ብዜማ ሓሳባ ክትገልጽ መረጸት ነዚ ፍጻመን ስግኣታን ዝገልጽ ግጥሚ ጽሒፋ

ንስኺ ጽብቕቲ ኢኺ ድላይኪ ክትረኽቢ ትኽእሊ ኢኺ እንተ ኣነ ግን ንሱ ጥራዩ ናተይ በጃኽ ግደፍለይ ዝትሕዝትኡ ደርፊ ብሃገረሰባዊ ቅዲ ሰርሐት ዶሊ ግዜ ወሰደትን ነዛ ብንብዓት ተሰንያ ዝሰርሐታ ደርፊ ሒዛ ንዝበለጸ ውህደት ናብ መሳርሕታ ወሰደታ ድሕሪ ንመዓልታት ዝወሰደ ልምምድ ድማ ዶሊ ባዕላ ቦክስ ጊታር ሒዛም ብፒያኖን ሃገረሰባዊ መሳርሒ ሙዚቃን ተዓጂባ ኣብ ትካል ኣርሲኤ ቪክተር ብ23 ጉንበት 1973 ንቐረፃ ናብ ስቱድዮ ኣተወት። ድሕሪ ውሑዳት ሳምንታት ድማ ዘድሊ መስርሓት ሓሊፋ ናብ እዝኒ ኣፍቃሪ ሙዚቃ እታ ፍርያት ልባ ዝኾነት ሙዚቃ በቒዓ። እዛ ጆሊን ዘርእስታ ደርፊ ብኡ ንብኡ ብውስን መልክዑ ንትፍለጥ ዝነበረት ዶሊ ሽማ ክብርኽ ገይራም ህቡብነታ ንዓለም ለኻዊ ክብርን ንብርክት ዝበሉ ሽልማታትን ክትበቅዕ ኣኽኢላታ ዛጊት እውን እዛ ደርፊ ንከባቢና ሓዊሱ ኣብ መላእ ዓለም ብዘይ ዝኾነ ፈላላይ ቋንቋ ብልዑል ተፈታውነት እትድመጽ ደርፊ ምዃና ግሁድ እዩ። ዶሊ ፓርተን በዛ ደርፊ እዚኣ ልዕሊ 100,000 ዓለም ለኻውያን ሽልማታት ዝተቐበለት ኮይና ድሕሪ ዓመታት እውን ኣብ 2014-2017 ዓ ም ፈረንጂ ተዓዋቲት ግራሚ ኣዋርድን ቦክስ ኦፊስን ሃገረሰባዊ ሙዚቃ ብምዃን ዓበይቲ ሽልማታት ክትዓትር ክኢላ እያ እዛ ጆሊን ዘርእስታ ደርፊ ህይወት ዶሊ ሙሉእ ብምሉእ ዝቐየረት ደርፊ ኮይና ብዝያዳ ብድምፃዊት ዶሊ ኣዝያ ትፍቶ ደርፊ እያ እዛ ደርፊ ህይወታ ምዕሩይ ክኸውንን በዓል ቤታ ስምዒትን ፍቕርን በዓልቲ ቤቱ ክርድኣን ካብ ምኽኣላ ብተወሳኺ ካርል ንበዓልቲ ቤቱ ይቕሬታ ሓቲቱ ክሳዕ ኣብ 225 ካብዚ ዓለም ብሞት ዝፍለም ኣብ ሓዳሩ ንሱሳ ዓመታት ዝኣክል ክጸንዕ ክኢሉ እዩ ካርል ኣብ 225 ኣብ መበል 82 ዓመቱ ብሃንደበታዊ ሕማም ካብዚ ዓለምን ካብታ ብልቢ እትፈትዎን ዝፈትዋን በዓልቲ ቤቱ ዶሊ ምፍላዩ ዝፍለጥ እዩ ዶሊ ፓርተን ብሊቃውንቲ ሙዚቃ ዓለምና ዛጊቱን ዝለዓለ ክብሪ ዝወሃባ ንፍዕቲ ድምፃዊት ንፍዕቲ ተፃዋቲት ቦክስ ጊታር ብልፅቲ ፀሓፊት ዜማን ግጥምን ከምኡውን ኣዋሃዲት ሙዚቃ ዝብል ናይ ክብሪ ስያመ ዝተቐበለት ኮይና ኣብ ብዙሓት መድረኻት ዓለም ንግስቲ ሃገረሰባዊ ሙዚቃ ዝብል ሽልማት ክብሪ እውን ተቐቢላ እያ ካብ ዩኒቨርሲቲ ቴኒስ ኖክስቪል ናይ ክብሪ ዶክትሬት ዝተቐበለት ዶሊ ንህፃውንትን ኣዴታትን ብምሕጋዝ ዝያዳ ዓለማዊ ፍልጦ ዝረኸበት ኮይና ንገዛእ ርእሳ ካብ ዝኾነ ይኹን ወልፍታት ብምርሓቕ ጽባቐኣን ሞይኣን ብምሕላው መርኣያ ደቂ ኣንስትዮ ተገይራ ብብዙሓት እትግለጽን ኣብ ዝተፈላለዩ መድረኻት ኣብ ዙርያ ነብሰ ተኣማንነት ደቂ ኣንስትዮ ኣስተምህሮ ትህብን መርኣያ ጽንዓት ተገይራ እትግለጽ ኣሜሪካዊት ንግስቲ ሙዚቃ እያ ንምዃኑ ዶሊ ፓርተን መን እያ ዶሊ ፓርተን ብዕለት 19 ጥሪ 1946 ኣብ ሕቡራት መንግስታት ኣሜሪካ ኣብ ምብራቓዊ ሸነኽ ግዝኣት ሎካስት ሪች ካፓለቻ ኣብ ዝርከብ ኣኽራን ግሬት ስማኪ ኣብ ዝበሃል ከባቢ ካብ ብድኻታት ሓረስቶት ስድራያ ተወሊዳ ስድራ ዶሊ 12 ውሉዳት ዝወለዱ ኮይኖም ዶሊ መበል ራብዐይቲ ጓሎም እያ ስድራ ዶሊ ኣመንቲ እምነት ክርስትና ብምንባሮም ኣብ ከባቢኦም ኣብ ዝርከብ ቤተ ክርስቲያን ደቆም ሒዞም ንጸሎት ናይ ምኻድ ልምዲ ስለ ዝነበሮም ዶሊ ብቑልዕነታ ኣብቲ ቤተ ክርስቲያን ዝዝመሩ ዝነበሩ መንፈሳውያን መዝሙራት ብቕልጡፍ ክትመልኮም ተራእያዮም ነዚ ዝተዓዘቡ ወለዳ ጓሎም ንፍዕቲ ዘማሪት ከም እትኸውን ካብ ድምፃ ስለ ዝተረድኡ ናብ መዘምራን እታ ቤተ ክርስቲያን ክትጽምበር ገበሩ። ኣብዚ ቤተ ክርስቲያን ብመሳርሒ ሙዚቃ ፒያኖን ቦክስ ጊታርን ተዓጂባ ክትዝምር ዝጀመረት ዶሊ በቲ ጥዑም ድምፃ ልቢ ብዙሓት ክትማርኽ ግዜ ይወሰደላን ዶሊ ኣብቲ ቤተ ክርስቲያን ንዝነበሩ ናውቲ ሙዚቃ ብምትንኻፍ ፈለማም ቦክስ ጊታር ደሓር ድማ ፒያኖ ብዝግባእ ከም ዝመለኸቶምን እቲ ህሞት እቲ ኣንፈት መጻኢ ህይወታ ዝሓንጸጸ ኣብ ህይወታ ፍጹም ዘይርሳዕ ተዘክሮ ከም ዝገደፈን ሎሚ እውን ንድሕሪት ተመሊሳ ትዝክሮ ሓደ ኽፋል ታሪኽ ህይወታ እዩ። ወለደይ እውን ንፉዓት ዘመርቲ ነይሮም። ኣብ መድረኽ ወፂኦም ዘይኮነስ ብትሑት ድምፂ ኣብ ገዝኦምን ኣብ ቦታ ስርሖምን ኣምላኾም ኣብ ዘመስግኑሉ እዋን ከዚሙ እናሰማዕኹ እየ ዓብየ እናቶም ፅልዋ ንፍዕቲ ሙዚቀኛ ክኸውን ከም ዝሓገዘኒ እየ ዝርዳእ ክትብል ኣብ ሓደ እዋን ምስ ማዕኸን ዜና ቢቢሲ ኣብ ዝገበረቶ ቃለ መጠይቕ ተዛሪባ ነይራ በዚ ዝቐጸለት ዶሊ ኣብ ሓጺር እዋን ኣብ ኣገልግሎት ቤተ ክርስቲያን ንፍዕቲ ዘማሪት ብምዃን ንቦክስ ኪታር ብዝግባእ መሊኻ ኣብ ዓበይቲ ኣብያተ ክርስቲያን እቲ ከባቢ እናተዓደመት ክትዝምር ጀመረት ብቕዓት ዶሊ ዝረኣዩ መድበር ራድዮን ቴሌቭዥንን ብፍላይ ኣብ በዓል ዕለተ ልደት ኢየሱስ ክርስቶስ ብምዕዳም ስራሕታ ከቕርቡ ጀመሩ። ብኸምዚ ብቕዓታ እናበረኸት ዝቐጸለት ዶሊ ኣብ 1959 ፖቪላቭ ዘርእስታ ናይ ባዕላ ድርሰት ዝኾነት ዜማ ክትዘርግሕ በቕዐት። እዛ ደርፊ ብትካል ኣፍራይ ሙዚቃ ጎልድ ባንድ ሪከርዲንግ ዝተቐርጸት ኮይና ዶሊ ምስ ኣፍቀርቲ ሙዚቃ ክትራኸብ ዕድል ዝረኸበትላ ስራሕ እያ ኣብቲ እዋን ዶሊ ጓል 13 ዓመት ከም ዝነበረት ድማ ትዝክር ኣብ 18 ዓመታ ኣብ 1964 ናይ ካልኣይ ብርኪ ቤት ትምህርታ ዝዛዘመት ዶሊ ብሞያ ሙዚቃ ንምቕጻልን ዝሐሸ ፍልጠት ንምቕሳምን ናብ ናሺቮል ዝተብሃለት ከተማ ድማ ኸይዳ ኣብኡ ድማ ሊትል ቲኒ ዘርእስታ ደርፊ ብምቕራብ ሽማ ዝያዳ ክፍለጥ ገበረት ብኡ ንብኡ ድማ ዶሊ ኣብ ዓበይቲ ምድላዋት ተዓዲማ ቦክስ ኪታራ ሒዛ ኣብ መድረኻት ሙዚቃ ክትነግስ ጀመረት ድሕሪ ዝኸም ብዩት ንሕዝተን እትፍለጥ ግን ባዕላ ዝሰርሐታን ንበዓል ቤታ ብመልክዕ ህያብ ዝሃበቶን ዜማ ኣይ ዊል ኦልዌይስ ላቭ ዩ እትብልን ካልኦት ዜማታትን ከ ከመይ ሰሪሓቶም ህይወት ዶሊ ከመይ ቀጺሉ ዝብልን ካልእን ብዛዕባ እዛ ንግስቲ ሙዚቃ ኣብ ዝቕጽል ካልኣይ ክፋል ሒዝናልኩም ክንቀርብ ኢና ክሳብ ሽዑ ሰላም ወሰናይ ንዓኹም ብምባል ክንፍለየኩም ንፈቱ ሰላም